ሰላም ኣምላኽ ንዓኻትኩም ይኹን ብሩኻት ብሽም ጎይታና መድሓኒና የሱስ ክርስቶስ ሰላም ሕጂ እውን ደጊመ ከምብለኩም የሱስ ጎይታ እዩ ሎማዓንቲ መዓልቲ ሻብዒት መዓልቲ እያ ጎይታ ባረኽ ቸርች ውዒለ ዝኾነ ቃል ቸር ገይሮምኒ ኤንወይ እቲ መንፈስ ኩሉ ግዜ ሓደ እዩ ኣቀራርቦ ክፋላለ ይክእል እዩ ከምዚ ሕጂ ዝግኒ ወይ ጥብሲ ወይ ሽሮ ወይ ዓደስ ትሕዝቱ ይፈላለ እዩ ትሕዝቱ ሓደ ክኸውን ይክእል እዩ ኣቀራርቡ ግን ይፈላለ እዩ እግዚኣብሔር ይመስገን ስለዚ እቲ ቃል ግን ኩሉ ግዜ ሓደ እዩ ኣይቅየርን ከከም ዘድልዮ ገይር ድማ ሃቦ ብለና በዓልከስ ሕጂ ሕጂ እቲ ሸር ዝገበሩኒ ተቐቢልና ክንህብ ዝፍቃድ ኣምላኽ እዩ ልክዕ ከምኡ እዩ ዘሎ ዘሎ ቃል ኣይተቐየረን። ኣምላኽ ከም ዝርኢ፣ ከም ዝሰምዕ፣ ከም ዝምልስ፣ ከም ዝዛረብ ኣማልኽቲ ኣህዛብ ግን እንታይ ኣዒንቲ ኣለዎም ኣይርእዩን፣ እዝኒ ኣለዎም ኣይሰምዑን፣ ኣፍ ኣለዎም ይዛረቡ፣ ኣፍንጫ ኣለዎም ኣይሽትቱን፣ ኣዒንቲ ኣለዎም ድማ ኣይርእዩን እዮም። እቲ ኣምላኽና ግን ዝርኢ፣ ዝሰምዕ፣ ዝምልስ፣ ዝዛረብ እዩ። እግዚኣብሔር ይመስገን። ስለዚ እምነት ካብ ምስማዕ፣ ምስማዕ ድማ ካብ ቃል ክርስቶስ ይብለና። ስለዚ እግዚኣብሔር ይመስገን ኣብ ማሪቆስ ዓሰርተ ዘሎ ዓስራይ ምዕራፍ ዓስራይ ምዕራፍ ዘሎ ሒዘልኩም መፅየ ዘለኹ ብዛዕባ በርጠሜዎስ ብዛዕባ ሒዘልኩም መፅየ ዘለኹ ጎይታ ባረኽ ቅድሚ ግን ንእሸ ክንፀሊ እግዚኣብሔር መስ ኣቦ ስለዚ ሰዓት እዚ የመስግነካ ስለዚ ነዝሰምዖ ዘለዉ ድማ ብሩኻት ሕዋት የመስግነካ ብዝሰምዕዎ መጠን ክህነፁ ክልወጡ ይቕየሩ እግዚኣብሔር ኣሞይ ኣቦይ በብዘድልይዎ ኮይኑ ክርከበሎም ቃልካ ጽሊ ኣለኹ ጎደሎኦም ክትምልእ ካብ ኩሉ ክፉእ ድማ ብኣልካ ጌርካ ሽፍኖም ክትሕልዎም ንጽሊ ኣለኹ ኣቦ ኩሉ ዝኽእል ኣምላኽ እቲ ንኹሉ እወ ብኣልካ ዝፈጠርካ ብኣልካ ድማ ጼርካ ዘለኻ ኩሉ ብፍቓድካ ተኮይኑ ኣብ ፍቓድካ ውን ኣሎ ካብ ፍቓድካ ወጻኢ ካብ ቁጽጽርካ ወጻኢ ዋላ ሓደ ዝኸውን ነይረን ሲኦል ኣብ ቅድሜካ ዓርቁ መዓሙቁ ናብ ግድሜካ ጋህ ዝበለ እዩ እግዚኣብሔር ኣቦይ ሕጂ ድማ እግዚኣብሔር ኣቦይ ቃልካ ንምጽንናዕ ንምቕናዕ ንምፍዋስ ንምምሃር ንምእባድ ንኹሉ እግዚኣብሔር ኣቦይ ከከም ዘድልዮ ኮይኑ ክርከብ ናብ ሰማዓቱ ጽለ ኣለኹ ከየስለጠ ከይምለስ ድማ እግዚኣብሔር ኣቦየ ብሽም ወድኻ ጎይታና መድሓኒና የሱስ ክርስቶስ ንቓልካ ክትተግሃሉን ከም ዝፍጸመ ከም ትብሎ ቃልካ ከምኡ ክትገብር ከም ቃልካ ኮንካ ክትርከብ እልምነካ ኣቦ ንዓይ ድማ ቀና ከናፍረይ ቀፊር ክበረሉ ኣእምሮይ ሓልዎ ልበይ ሓልዎ ኩሉ እንትና እግዚኣብሔር ኣቦ ካባኻ ዘይኮነ ከየውስእ ርድኣን ደግፈን ካባኻ ተውፅኦ ድማ ምሕረትካ ኣዕብየለይ ክብሪ ኩሉ ንዓኻ ይኹን ብየሱስ ክርስቶስ ሽም ኣሜን ኣብ ዝሓለፈ ድሕር ርኢኹሞ ብዛዕባ እምነት ካብ ምስማዕ ምስማዕ ድማ ካብ ቃል ክርስቶስ እንታይ ሰሚዕና እግዚኣብሔር ብቓሉ ጼርዋ ከም ዘሎ ናብ ዓለም ካብ ቁፅፅር ወፃኢ ዝኾነ ነገር ከም ዘየለ ደቂ ሰባት ሓይሊ ከም ዘይብሎም ኣምላኽ ግን ሓያል ምዃኑ እዚታት ኤክስፕሌን ብዝተኻእለኒ መጠን ኣቢለልኩም ነይረ ኣምላኽ እንታይ እዩ ኣምላኽ ስላሴ እዩ ስላሴ ክንደይ ኾኑ ሓደ ኾኑ እዚታት ኢለኩም ነይረ ሕጂ እግዚኣብሔር መስገን ኣብ ማርቆስ ዘላ ሒዘልኩም መፀ ዘለኹ እዚ ድማ እዚ ዝበክ ዘሎ ዝነብዕ ዘሎ ዝሓዝን ዘሎ ዝጉህ ዘሎ ዘይተፃናንዐ ዝተገፍዐ ዝተደርበየ ዝተዋረደ ህዝቢ ትግራይ ስልዩ እግዚኣብሔር መስገን ምክንያቱ ሓደ እኳ ንስሊ ንርእሱ ኢሉ ዝነብር የለን ንሓድሕድኩም ተጻላለዩ ንሓድሕድኩም ተመዓዱ ንሓድሕድኩም ድማ እንታይ ግበሩ ተባራረኹ እዩ ዝብለና ሕጂ ንህዝቢ ትግራይ ድማ ኣብ ዘሎ ሽግር ኣብ ዘሎ ዓደራ ኣብ ጸበባ እግዚኣብሔር ይመስገን ኣለኹልኩም ዝብሎም ኣምላኽ ከም ዘሎ ንክፈልጡ እዩ እዚ ሒዘ መጽኤ ዘለኹ እግዚኣብሔር ይመስገን ክፈልጡ ጥራይ ዘይኮኑስ ፈሊጦም ድማ እግዚኣብሔር ይመስገን ብዕይንቶም ክርእይዎ እዮም እግዚኣብሔር ጎይታ ይባረኽ ኣምላኽ ይዛረብ ይገብር እግዚኣብሔር ይመስገን ከም ቃሉ ኮይኑ ዝርከብ ኣምላኽ ክብሪ ኩሉ ንዑ ይኹን ምክንያቱ ንዓመታት ዝኣክል እግዚኣብሔር ይመስገን ወለዶም ተቐቲሎሞም ሰበስልጣን ተሓሪዶሞም ገንዘቦም ተዘሪፉ ከባቢ ሽዱሽተ ሚእቲ ሽሕ ዝኸውን ተቐቲሉ ኣቑሑቶም ኩሉ በቃ ከምቲ ዘየለ ስኒ ተራእዩን ተሰሚዑን ዘይፈልጥ ዓለማት ግን ነዚ ሸፊነኖ ነዚ ዘይጠቅም ናይ ፍልስጤም ኣርባዓ ሽሕ ዝሞትሉ ንዕኡ ከውፃ ንዕኡ ከብላ ይረኣያ ኣለዋ ጎይታ ግን ብሩኽ እዩ ጎይታ ባርኽ እሞ ከዓ ብሰር ገበኖም ንሳቶም እዚ ህዝቢ እዚ ግን ዋላ ሓንቲ ከይገበረ እዩ ዋላ ሓንቲ ከይገበረ በቃ እሞ ገዲፍናዮ ኣለና ኢሎም ኣይንፃወት ኣይንማወት ኢሎም ናብ ዓዶም ኣትዮም ደድሕሪኦም መፅኡ እንታይ ድሕሪ ኢልኩምኒ በቃ ንዓኣቶም ክቐትሎም ኣለዎ እቲ ገንዘብ ክወስድ እንተኮይኑ እዚ ኣብዪ ሓመድ ዓሊ ማለት እዩ እግዚኣብሔር ይመስገን ስለዚ ኣምላኽ ከም ዝርኢ እሱ ከይኣኽሎ ድማ ናይ ሰላም ኢሉ ድማ ኣብዚ ናይ ሰላም ክገብረ ኢሉ ድማ ነቲ ዝተገብረ ገበን ነቲ ዝተገብረ ጆኖሳይድ ናብቲ ቲዲኤፍ ዝበሃል ናብቲ ህወሓት ዝበሃል ከልግቦ ለይትን መዓልትን ዘይፍንቅሎ እምኒ የብሉ ለይትን መዓልትን ዋላ ሕጂ ክሰምዕ ጸኒሐ ስኒ ነቲ ሰራዊት ተጋድሶ ኢሎም እተው እዮም ዝብሎም ነይሮም ገለ እቶም ሓለፍቶም ገለ ኢሉስ ክዛረብ ጸኒሑ እቲ ቁሩብ ዘይሓፈር በቃ ባዕሉ ድማ ይናዘዝ ኣሎ ኣነ ፈጺመ እየ ዝብል ዘሎ እንታይ ገይሮም ተበልካዮም ግን በቃ ርእሶም ስለ ዝተኸላኸሉ በቃ ቢሎም ኢማጅን Anyway ብጣዕሚ ዘሕዝን እዩ ሕጂ ለይትን መዓልትን ለይትን መዓልትን በቃ ሕርግድም ይብሉ ኣለዉ በቃ ንኣብይ ሓምድ ዓሊ ስኒ ካብቲ ጆኖሳይድ ከውፅዎ ክወፁስ ለይትን መዓልትን ዘይፍንቅሎ እምኒ የብሎም ዋላ ነዚ ጌታቸው ሰይድ ደሞ ዋላ ንሙሉ ነጋ ንኩሉ በቃ ዘይሰደድዎ የብሎም ኤንወይ እግዚኣብሔር ግን ልዕሊኦም እዩ ልዕሊ ኣሕቢ ሓመድ ዓሊ ልዕሊ እዞም ዝዛረቡ ውጥጥ ዘብሉ ዘለዉ ልዕሊ እዞም ዝፃረፉ ዘለዉ ልዕሊ እዞም ዝብድልዎ ዘለዉ ስቲል ናው ልዕሊኦም እዩ እግዚኣብሔር ይመስገን ስለዚ የዒንተይ ካብ ኣኽራናት የልዕል ናብ እግዚኣብሔር ኣምላኸይ ድማ ይጥምት ይብል ረድኤተይ ካበይ ዝመፅእ ከዓ ረድኤተይ ሲ ካብቲ ሰማይን ምድርን ዝፈጠረ እግዚኣብሔር ኣምላኽ እዩ ዝመፅእ ይብል ቃል እግዚኣብሔር ማለት እዩ ሕጂ እግዚኣብሔር ይመስገን ኣምላኽ ክበፅሖ እዩ ነዚ ህዝቢ ክረድኦ እዩ እግዚኣብሔር ይመስገን ምክንያቱ የዒንቲ ንብዓት ስቕ ኢሉ እንተኣሽው ዝገብር ኣይኮነን። ስለዚ ኣብቲ ዝሓለፈ ብዛዕባ ምስማዕ ናይ እዝኒ፣ ምዝራብ ናይ ኣፍ፣ ምርኣይ ናይ ዓይኒ ነጊረኩም ነይረ። ሕጂ ድማ እግዚኣብሔር ይመስገን ናይ ንብዓት ንብዓት ንብዓት ካብ ኣዒንቲ ከም ዝደርዝ ኣብ ብዙሕ ቦታታት ማለት እዩ እግዚኣብሔር ይመስገን ንጰኒና ተሪእኹማ እህታ ሰሚዑ ንብዓታ ደሪዙላይ እግዚኣብሔር ይመስገን ንኤልሳቤጥ ውርደት ባርዩ ርኢ ድማ ርሓቐ ሕስራን ካብ ዘበል ርሓቐ ብለና ማለት እዩ ኮታስ እግዚኣብሔር ይመስገን ኣብ ቀዳማይ ሳሙኤል ካልኣይ ሳሙኤል ዓሰርተ ሽዱሽተ ሳልሳን ሽዱ ኣብታት ትረኽቦ እዮም ነገስታት ጀርማያ እዚታት ዮሃንስ እውን ዓሰርተ ሓደ ጎይታ ሞይቱ ኢላ እውን ክስቶ መንያ ሹማ ማርያም ናብቲ በረኻ ከይዳ ትበክ ነበረ ትብለና ማለት እዩ ንብዓት ዝሰምዕ ኣምላኽ እዩ ባክያ ዝሰምዕ ኣምላኽ እዩ ኣውያ ዝሰምዕ ኣምላኽ እዩ በዓል ኣብዪ ሓመድ ዓሊ ኣይሰምዑን እዮም ኣይሰምዑን እዮም ዕድል ተዋሂቦም ርእዮ ኩሉ ቢሎም ሓንቲ ሕጂ ስቲል ናው ሕሉፍ ሓሊፎም ኣነ ግርም ዝብለኒ ብጣዕሚ ብጣዕሚ ዝገርመኒ ነገር እንተ ደኣ ሃልዩ እሶም ተተንኪፎም ብጣዕሚ እዮም በቃ ዓለም ሲ ክልተ ዓለም ገብሯ ርኢኹሞ ኢኹም ናይ ፍልስጤም ክልተ ዓለም ኣናዊጾማ ኣናዊጾማ ኣናዊጾማ እሞ ከ ኣርብዓ ሽሕ ኣብ ትግራይ ሽዱሽተ ሚእቲ ሽሕ ሞይቱ ብሒም ኢሎም ኣይተዛርቡ እዚ ድማ ናይ ዓለም ፖለቲካ ዝበሃል ከምዘየለ እንታይ ደኣኒ ናይ ሃይማኖት ነገር እዩ ኩሉ ግን ደቂ ሰባት ብፍላይ ምስልምና ሃይማኖት ፖለቲካዮም ክገብርዎ ዝደሊ ምክንያቱ ሃይማኖት ባእሲ ኣይዋፅኦምን እዩ ከምዘይዋፅኦም ኣርዳዕዲዖም ስለ ዝፈልጡ ሃይማኖት ክለዓል ኣይደልዋን እዮም ንሶም ተታሃሪሞም ጥራይ እዮም ዘልዕልዋ ብውሽጢ ውሽጢ ማለት እዩ ጎይታ ባርኽ እግዚኣብሔር ይሰምዕ እዩ ይርኢ እዩ ይዛረብ እዩ ይምልስ እዩ ከይትዛረብ ግን ኣፍካ ዝዓብሱኻ መሊኦም ኣለዉ ከይትዛረብ እግዚኣብሔር ይመስገን ከይትዛረብ ኣፍካ ዝዓብሱኻ መሊኦም ኣለዉ ምክንያቱ እንታይ ኢለኩም ነይረ ሰምዕ ተኣምን ትዛረብ እግዚኣብሔር እግዚኣብሔር ይመስገን። ስለዚ ኣብ እንታይ ሽሙ ከይድና ተሪኢናዮ ኣብ ማርቆስ ማርቆስ ዓሰርተ ማርቆስ ዓሰርተ ኣርባዓን ሽዱሽተን ከንብበ ብሽም የሱስ ከንብበ ኣብ ያሪኮ ድማ ኣተወ ያሪኮ ሕጂ እቲ ፍርስራስ እታ ዝፈረሰት እስራኤላውያን ካብ ምድሪ ግብፂ መፂኦም ኮሊሎም ኮሊሎም ዘፍረስዋ ማለት እዩ ዕርድቲ ከተማ እቶም ንጉዓት ነበርዋ ማለት እዩ ኣቶ ኣብያ ሪኮ ምስ ደቂ መዛው ምስ ብዙሕ ህዝቢ ክወፅ ከሎ ከዓ በጥረሜዎስ ትዕውር ወዲ ጤሚዎስ ኣብ ጥቃ መገድ ተቐሚጡ ይልምን ነበረ ለማኒ እዮም ገይሮሞ ለማኒ ገይሮሞ እዮም ነዚ ህዝቢ ዝርኢኹም ኣይኹም ለማኒ ገይሮሞ ካብ ሓይሊ ኣየር ናብ ሓይሊ እንተኣሽሙ ናብ ተራ እዮም ኣውሪዶም ብጣዕሚ እዚኦም ፈጣጣት እዮም ብጣዕሚ ሕጂ እቲ ዝገርመኒ ነገር እንተ ደኣ ሃልዩ እዚ ኣብዪ ኣሕመድ ዓሊስ ደሓነይ ክርስትያን ኢሉ ኣታሊልዎ ንህዝቢ ኢትዮጵያ ናብ ስልጣን መፅኡ ኣነ ዝገርመኒ እቲ ጀዋር መሓመድ ዝበሃል ድማስ ሕጂ እንተ ኣሽሙ ረኺቡ ግሊምስ ረኺቡስ ክገዝእ ስነ ጎነፍነፍ ይብል ኣሎ ኣይሓፍሩን ድዮም ካብዚ ንላዕሊ እንታይ እዮም ክገብሩ ከይዶም ሶማሊላንድ ኦም ዘይ ወይ ድማ ሶማል ወይ ጅቡቲ ወይ ድማ ዓፋሮም ወይ ድማ ካልኦም ከይዶም ዘይገዙ ዘይህዝቦም እንታይ እዮም ዘይህዝቦም ክገዝዎ ኣይክእሉን እዮም ኢትስ ሚሽን ኢምፖሲብል ዓለም መሲልዋ እዩ መሲልዋ ብግምት ብጥርጣረ ብኮምታት እያ ትኸይድ ግን ኣይከኣልኒ ኣይኮን ኢትስ ኢምፖሲብል ብሓቂ እየ ዝብለኩም ዘለኹ ኣይከውንን እዩ ኤኒወይ ከምቲ ዝበልኩኹም እንታይ ክንሰምዕ ቀኒና ድሕር ኣምላኽ ሓያል ምዃኑ ኢለኩም ነይረ ሕጂ ከ እንታይ ክንሰምዕ ቀኒና ኣብ ዝሓለፈ ድማ ኣብዪ ኣሕመድ ዓሊ ብሽጣራታት ገይሩ ገለመለ ገይሩ ባሕሪ ክወስድ ህርግድም ይብል ኣሎ ሕርግድም ባሕሪ ባሕሪ ክወስድ ማለት ማለት እዩ ባሕሪ ስለምንታይ እዮም ሞስሊም ስሬስ ኮይኖም ስለምንታይ እዮም እቲ ኦርቶዶክስ ድማ ኖርማል ኮይኑ ዝብል ሕቶስ ክለዓል ይኽእል እዩ ስለምንታይ መስሊም ስሬስ ኮይኑ ምስ ባሕሪ ኦኬ እዚ ክትፈልጦ ግባኣኩም ባሕሪ ወርሒ ድሕሪ ወፅያ ባሕሪ ይዛረበና እዩ ዝብል ኣተሓሳስባ ኣሎ እታ ወርሒ ኣብ ባሕሪ ምስ ወፀት ንፀውም ምስ ኣቶ ድማ ነብልዶ ዝብል ኣተሓሳስባ ኣሎም ኣይዲዮሎጂ ኣሎ ስለዚ ብዘይ ባሕሪ ክትነብር ኣይትኽእልን እያ ኢትዮጵያ እዩ እወ ባሕሪ ተዋሂቡ ነይሩ ሕጂ እቲ ባሕሪ ግን ካብቲ ባሕሪ ወፂኡ ተደርቢ ኣሎ ኢትዮጵያ ድማ እስኻ ኣይኮንካን ባሕሪ ባሕሪ ኣየድልየናን ኣየድልየናን ኣየድልየናን ህዝቢ ትግራይ ባፅዕ ኣለዎ ድሓኒ እንዳኸፈለ ካብ ባፅዕ ክመላለስ ይኽእል እዩ እስኻ ድማ ከይድካ ሶማሊኻ ጅቡትኻ ተኣሹም ትገብር ማለት እዩ ሕጂ እዚ ሓደ ኣሎ እዚ ሓደ ብለኩም ኣለኹ ምክንያቱ ብከምኡ እዩ ዝሪኦ እቲ ካልእ እቲ ካልኦት ግን ኣይርድኦም እቶም ጀነራላት ከም ጀነራለት ካልእ እዩ ዝመስሎ ኢኮኖሚካል ገለ ኮይኑ ይስምዖም ብቁጠባ ብገለ ብገለ ኮይኑ ይስምዖም ግን ኣይኮነን ጣልያን ባሕሪ ኣለዋ ካልኦቱን ላቲን ባሕሪ ኣለዎን ግን ሃብታማት ኣይኮነን ሃብትን ክብረትን ካብ ኣምላኽ እምበረ ካብ ባሕሪ ይኮነን ሕጂ ታወርሑ ስለ ትወፅእ ታወርሒ ድማ ኮይና ስለ ትዛረቦም ብኾም እዮም ትሓደ እቲ ካልኣይ ድማኒ እቲ ካልኣይ ድማ እዚ ኣብ ንግዲ እዮም መብዛሕትኦ ዝነጥፉ ኣብ ንግዲ ኣብ ንግዲ ስለ ዝነጥፉ ኮኔክሽናት ይደልዩ ኮኔክሽናት ይደልዩ ማለት እዩ ከ- ኮምታት ኣለዎም ኤንወይ እዚ ነገር እዚ ኣ- ተጊህና ክንፅለየሉ ኣለና እቲ ህዝቢ ኦርቶዶክስ ዘይኮነ ባሕሪ ዝደሊ ዘሎ ወይ ድማ ኣምሓራይ ትግራይ ኦሮሞ ክርስቲያን ወይ ድማ ኤ- ዘይኮነ ዝደሊ ዘሎ ስኒ እቲ እስላማይ ባሕሪ ዝደሊ ከም ዘሎ ኩሉ ክፍለጥ ኣለዎ ኣብ መን ኮይኑ ግን ዘረብ ንፈልጦ ኢና እዚ ክትፈልጥዎ ትክእሉ ኣለኩም ምክንያቱ ባሕሪ ንኦርቶዶክስ ዋላ ሓደ ኣይኮነን ንዓቶም ግን ከምኡ እዩ ዝብል ኣይድያ ኣለዎም ወርሒ ናትና የብሉ ባሕሪ ድማ ናትና እዩ ዝብል ኣተሓሳስባ ኣሎ ከምዚ ናይ ናይ ትግራይ ኣኽቢቦም ድም ነቲ ሰብ ኣደ ነው እቲ ቀንዲ ግን ዝሓንቲ ዝብለኩም ዘለኹ ወርሕኡ ስለ ትወፅእ ኣብ ብባሕሪ ገይሩ ስለ ዝዛረበና ዝብል ኣይድያ ኣሎ ስለዚ ኣብ ገማግም ባሕሪ ብምሉኦም ርኣዮም ምስልምና እዮም ዘለዉ ስለዚ እቲ ሓደ ቀንዲ ኢትዮጵያ ብዘይ ባሕሪ ክትነብር ኣይትኽእልን እያ ዝብላ ዘሎ እዚ እዩ ኢትዮጵያ ሕጂ ሓደ ከም መስላመይቲ ገይሩ ይዛረበላ ኣሎ ኣመስሊምዋ ከምኡ ዝዓይነቱ እዩ ተረዲኹም ኣለኹም ኤንወይ ክንፅሊ ኣለና እዚ ክንፅሊ ኣለና ብፍላይ ንህዝቢ ትግራይ ክንፅልየሉ ኣለና ምክንያቱ ሓንቲ በደለን እዚ ህዝቢ እዚ ብዙሓት ኣላዒልዎ እዩ ነቲ ህዝቢ ኣላዒልዎ ንኩሎም ምእመናት ኣላዒሉ ኣቢሉ ኣጥፊእዎ እዩ ነቲ ህዝቢ ብዙሕ ኣቢሉ እዩ ብኩላትኩም ክርስትያን ድማ ስለ ህዝቢ ትግራይ ጸልዩ መቸም እታ ትግራይ ትበሃል ክሳብ ኣብ እንተኣሽሙ ኣብ ኣብያተ ክርስትያን ኣነ ሕጂ ብቲ ኣብ ናይ ኤርትራ ቸርች ትግርኛ ማለት እዩ ከይትለዓል ኩሉ እዩ ዝፈርሕ ኩሉ እኳ ብሄር ትግርኛ እንተኾኑ ክሳብ ከምኡ እዮም ከም ትጸልኦ ገይሮሞ በዓል ኣወል ስዒድ ነቲ ብሄርካ ኣወል ስዒድ ከምኡ ዝኣመሰሉ ካልኦት እቲኦም ድሓንቶም ኦርቶዶክስ ከይፈለጡ ካልኦት ብሕቡእ ከም ዝጽላእ ከም ትጸልኦ በቃ ኣብ ኣብ ተላዒላ ኣይትፈልጥን እያ ከምኡ እየ ብሓቂ እየ ጎይታ ምስክር ልክዕ ከም እዚ ከም እስራኤላውያን ጽሉኣት ከምኡ እዩ በቃ ከምኡ እዩ በቃ ከምኡ እያ ኣብ ኤሽያ እስራኤል ትጽላእ ኣብ ኣፍሪቃ ድማ ትግራይ ትጽላእ ከምኡ እዩ ገይርዋ ሰይጣን እነ ኣምላኽ ግን ይዓቢ ሕጂ ክንጽሊ ክንክእል ኣለና ትብዑ ትብዑ ትብዑ ክርስትያናት ትብዑ ጸልዩ እዚ ህዝቢ እዚ እግዚኣብሔር ይመስገን ጎይታ የፍቅሮ እዩ ኢየሱስ የፍቅሮ እዩ ኤንወይ ምክንያቱ ሕጂ ህርግድ ምንታይ ዝገብር ዘሎ ሰላም ኣይኮነን ደልዩ ፕሪቶሪያ ሰላም ኣይኮነን ደልዩ ተረድ እንታይ እዩ ደልዩ ድሕር ኢልኩምኒ በቃ ንዑ እቲ ፕሪቶሪያ ዝበሃል ከይተላዓለ ኣፉ ዓቢሱ በቃ ዓመታት ክሰርሖ ዝቐነየ በቃ እንታይ ከም ነፃ ገይሩ እዩ ንርእሱ ዝቆፀ ፋይናል ውጪ ኢሉ ስኒ ህዝቢ ትግራይ ኢሉስ ክንእድ እዩ ተራዩ ኢማጂን ኣቱም ሰባት ቁሩብ ሕልና የብሉን ቁሩብ ሕጅስ ክሳብ ከምኡ እዩ ነቲ ህዝቢ የዒንቱ ይዐዊርዎ ካልኦትን በዓል ጌታቸው ረዳን ሰዓብቱን ከይተረፉ ከምኡ እዮም በቃ ኣድማ ከምዚ በቃ እቲ ጆኖሳይድ ሲ እሱ ይኮነን ፈፂምዎ ኢሎም ክሳብ እንተኣሽሙ እዮም ኮይኖም ምሽክናይ ህዝቢ ዝተዋገእሎም ዝረድኦም ዝሓገዞም ካብ ጥፍኣት ዘድሓኖም እግዚኣብሔር ብኡ ገይሩ ድሒንዎም ግን ክሳብ ከምዚ እዩ ሕጂ እውን ሕጂ እውን ምስዚ ሰብዚ ኣየድልየኩም እዚ ሰብዚ ኣብ ሕጊ ቅረብ መግቢ ድሕር ደሊኹም ፀገም የለን ባፅዕ ኣለኩም እንዳኸፈልኩም ክተእትዉ ትኽእሉ ኢኹም ሕጂ ዋላ ሓደ ዘሸግረኩም የለን ዋላ ሓደ ዝኽልክለኩም የለን ንሱዳን እውን ክተእትዉ ትኽእሉ ኢኹም ሕጂ ጥሜት ዝበሃል የለን ሓንቲ ይገብረኩም ዋላ ሓንቲ ኣይገብረኩምን ወዲ እዩ ጠፊሹ እዩ ካብ ባፅዕ ካብ ካብ ባፅዕ ናብ ትግራይ ኒያንኬ ኣዝዩ ቀረባ እዩ ብኡ ተደሊኹም መግብኹም ተእቱ ተደሊኹም ብሱዳን ሕጂ ኣይትፍርሕዎ ሓንቲ ክገብር ኣይክእልን ወዲ እዩ ወዲ እዩ ዋላ ሓንቲ የብሉን ሕጂ ሕጂ እንታይ ዝገብር ዘሎ እቲ ዘጥፍኦ ገንዘብ ኣብ ጅቡቲ ቢልዮናት ዝኸፍሎ ነበረ ናይ ዓሰብ ፖርት ሒዙ ክሕብቦ እዩ ዝሓስብ ዘሎ ምክንያቱ ዕዳ ማልያ ዘይብሉ ዕዳ እዩ በሊዕዎ እንዳፈረመ እንዳፈረመ ሕጂ ድሮናት ኣምፅኡ ገለ ኣምፅኡ እዚ ብሰፍነ ገለ ሰሪሑ እዚ ሚልዮናት ወዲ እዩ ክብሎም ደልዩ በዓል ኢድሪስ ሸዶ ከምኡ እዮም ክገብሩ ደልዮም ከምዚ ቆልዑት ከለና ቀደም ከምኡ ንገብር ነርና ኣዴታትና ሃሪመለ እንታይ ሽሙ ገይረን ሽጥ ኢለ ንባና ምሽ ሽዑ ንበልዖ ምስ በላዕናዮ ወይ ድማ ቁማር ንብላዕ ምሽ ሽዑ ነቲ ፉል ብታሕቲ እንታይ ሽሙ ነእትወሉ ወረቐት ነእትወሉ ሽዑ መለያ ኣይሸጥኩን ንብለን ከምኡ እግዚኣብሔር ምሕረት ይብለን እዚ ድማ ከምኡ እዩ ዝገብር ዘሎ ሕጂ ኣለኒ ክብል ከምኡ ይኽረደል የብሉን ሕጂ ቢልዮናት ዶላር ኣቢሉ ዓሰፖርት ሒዘ ክንዲዚ ቢልዮን ከእቱ እየ ዝብል ዘሎ እምበረይ በቃ ከም ዝበልኩኩም ዓሳ ካብ ባሕሪ ድሕር ተደርብዩ ፈርፈር እዩ ዝብል ተን ታንክታት ኣብኡ ዘለዋ ፈርፈርፈር ተን ድሩዓት ከምኡ እየን ፈርፈር ዝብላ ካብ ባሕሪ ዝወፅ እንስሳ እየን ዋላ ሓንቲ ዓቕሚ ይብሉ ሕጂ በዚ ዓይነት እዚ እዩ ብክልተ ነገራት እዩ ነቲ ባሕሪ ባሕሪ ዘብሎ ዘሎ ተረዲእኹም ኣለኹም ብዓብዪ ድማ ኢኮ በቃ በልዒ ወይ ገንዘብ ሲ ህውኩት ህውኩት ህውኩት ይብሉ ህንኩት ዋላ በዓል ጌታቸው ረዳ ከይተረፉ በሊዖም እዮም በዓል እንታይ እሞ በቃ ተበሊዑ እዩ ኤንወይ ጌታቸው ረዳ ብጣዕሚ ኣደኖ ኣነ ይጽበየን እዩ ነይረ ተመሊሱ ንዓኦም ከምዚ ገይሩ ከኽፎም ከጸልሙ ኣይነበረ ብሓቂ ብሓቂ ኤኒ ወይ ሕጂ ጎይታ ባረኽ ሕጂ ምስትውዓል ከፊትልኩም ኣሎ ቅድሚ ሕጂ ሱቕ በሉ ሱቕ በሉ ሱቕ በሉ እንዳበሉ ዝርብሽኹም ነበሩ ኣምላኽ እዩ ዝርእየኩም ዘሎ ሕጂ ሕጂ ኣምላኽ እዩ ዘሎ ምሳኹም ሱቕ ከይትብሉ ሱቅ ከይትብሉ ሱቅ ከይትብሉ ናብ ሕጊ ይቅረብ ኢልኩም በቃ ሃሊኡ ግደፍዎ እሞኒ ዝተማዛበለ ናብ ቦቱ ይመለስ ገለ ኖኖ ኣብይ ኣሕመድ ዓሊ ናብ ሕጊ ይቅረብ ተወዲያ እቶም ሰበ ስልጣናቶም ኩሎም ናብ ሕጊ ቅረቡ ተወዲያ እዚኣ ይኹም ክትብሉ ዘሎ ኩሎም ዝብለኩም ዘሎ ሽዑ ካሕሳ ዲኹ ክፈል እንታይ ዲኹም ክትክፈሉ ሽዑ ትርእይዎ ቦታኹም ዲኹም እሱ ክመልሶ እዩ ጎይታ የሱስ ጎይታ እዩ ስለዚ ካሊእ በዓል ደብረፅዮን የዕቂቦምኹም ብዙሕ ደኺሞምልኩም ፅዒሮምልኩም እዮም ካብ ሃብታ ስልጣን ዝረኽቡላ ድማ እዛ ዓግርግር ተላዒላ ሓቂፎምኹም ድማ ኣክንዲ ንዓድሓነይ እንካ ስልጣን ሓዞ ኩሉ ክንዲ ትብልዎስ እንታይ ገይርኩም እንታይ ገይርኩም ኤንወይ ኤንወይ ኣምላኽ በዓል ተዓብዩሎ ግን ከምኡ ኣይግበርን ኣይግበርን ኣይግበርን ኣይግበርን ሃዲምኩም ምስ መፀኸም ንሱ እዩ ተቐቢልኩም ሳሎ እውን ተኣሽሙ ኮይንኩም ኤንወይ ኣብ ትሕቲ ኣምላኽ ኤንወይ እግዚኣብሔር ይመስገን እቶም ምስ ጌታቸው ገለትሉ ዘለኹም ማለት እዩ ካልኦት እውን ወይ ናብታ እንተ ኣሽመይ ክኸይድ እምነትካ ምስማዓ ምስማዓ ድማ ካብ ቃል ክርስቶስ ምስ ሰማዕካ ድማ ትዛረብ ኢለ ኣብዚ ሕጂ እንታይ ዓይነት ዘረባ እዩ ሕጂ ዘሎ እግዚኣብሔር ይመስገን ክልተ ዓይነት ዘረባ ብዛዕባ ንብዓት ነጊረኩም ነይረ ንብዓት ኢድ እንታይ እዩ እግሪ እንታይ እዩ እዚ ኩሉ ሓደ ሰብ ግን ብዙሕ ኣካላት ኢለኩም ነይረ እግዚኣብሔር ይመስገን ስቶማኮ እውን ኩሉ ሕጂ ብዚ ኣብ ያሪኮ ጴርጠሜዎስ ዝበሃል ነይሩ ሕጂ የሱስ ብኡ ሓልፍ ነይሩ የሱስ ብኡ ክሓልፍ ከሎ ምስ ሰምዖ ወዲ ዳዊት መሓረኒ ክብል ጀመረ ወዲ ዳዊት መሓረኒ ክብል ጀመረ ዕውር እዩ ዕውር እዩ ብዙሓት ድማ ስቕ ክብል ገንሕዎ ብዙሓት እየ ዝብለኩም ዘሎ ብዙሓት ስቕ በል ዝብሉ መሊኦም ኣለዉ ናባኻ ዘጠምቱ ኣብዪ ኣሕመድ ዓሊ ንመን እሞ ዘየጠመተና ው ንመን እሞ ዘየጠ ሕጂ እውን ህርግድም እዩ ዝብል ንመን እሞ ዘየጠመተ ሕጂ ሕጂ ግን እግዚኣብሔር ይመስገን ሰባት ኣምና ኣረጋው ዶ ጋብር ዶ ሚካኤል ዶ ዋላ ደብረፅዮን ዶ ጌታቸው ዶ ናብኡ ዘጠምት የብልኩምን ኡይ በሉ ኡይ በሉ ኡይ ኡይ በሉ ኡይ በሉ ከም ናይ በርጠሜስ ኡይ በሉ እግዚኣብሔር ንእስራኤላውያን ኡይ ምስ በሉ እህ ምስ በሉ ፍትሒ ውፅሎም ንህዝበይ ከድሕኖ ወረደ ኢሉ እግዚኣብሔር ይመስገን በርጠሜዎስ ሕጂ ካብ ምንታይ ተበጊሱ እዩ ኢሉ ዝብል ሕቶ ተተላዓሉ ማንም እስራኤላዊ ሓንቲ ጥቅሲ ዝፈልጣ ኣሎ ኩሉ ማንም ዘላ ዓለም ዝፈልጣ ማለት እዩ ኢሳያስ ሓምሳን ሰለስተን ኣብ ሉቃስ ድሕር ከድና ሉቃስ ራብዓይ ምዕራፍ ድሕር ከድና ከም ዝብል ንረክብ ሉቃስ ራብዓይ ምዕራፍ ብጣዕሚ ሓዚነ ሎማዓንቲ ምስ ሰማዕክዎ እቲ እቲ ጀነራል ድዩ ኣደነ ኮነሬል ናይ ኢትዮጵያ ይኣቱና ስኡ ኢልና ንቐትሎም ነርና እዩ እንታይ ዓይነት ሰብ እዩ እንታይ ገይሮምኻ ተበልካዮ እንታይ ገይሮምኻ ተበልካዮ በቃ ምቕታል ኖርማል እዩ በቃ ብጣዕሚ በቃ እተው ብሎም ንቐትሎም ነርና እዩ ኣበይ ኮይኑ ሰሚዕዎም እተው ክብልዎም ከሎ ዋላ እቶ ተወሎ እንተዋይ ኻን ሳሰብ ትቐት ኣቢ ኣሕመድ ዓሊ ኺድ ኢሉ ንኣቢ ኣሕመድ ኣሕመድ ዓሊ ክትሕሉ ንኣቢ ኣሕመድ ዓሊ ክትከላኸል ኣረ ነው እንዴ ንሓን ሕጂ ግን መወዳእቱ ኣኺሉ እዩ ስራውን በኣፍካ ተላፋሊፍካ ኣላ ክትኣቱ ኢኻ ኤንወይ ምክንያቱ ኢለ ቀትሎም ነይረ ኢሉ ሕጂ እንታይ ብለና የሱ ብመንፈስ ቅዱስ መሊእዎ ብለና ኣብቲ ኣብቲ ናይ ዓሰርተ ሸሞንተ ድሕሪ ኢና በርጠሚዎስ ስለምንታይ እዩ ወዲ ዳዊት መሓረኒ ክብል ክኢሉ ኣብ ኣርባዕተ ሉቃስ ዓሰርተ ሸሞንተ ድኻታት ከበስሮም ስለ ዝቐብኣኒ መንፈስ እግዚኣብሔር ኣብ ልዕለይ ንምሩኻት ክመልስ ኢሉ ስቲል ናው ክንደይ ኣለዉ ዝተኣስሩ ኣብ ኢትዮጵያ ተጋሩ ብጣዕሚ እዩ ዝገርመኒ ኣታ እዚ ሰብ ሰብ ኣይኮነን ሰብ መሊኦም ተኣሲሮም ሚሊታሪ ወታደራት መሊኦም መሊኦም መሊኦም ዝተኣስሩ ኣለዉ ገንዘብ ይትረፍ ገለ ይትረፍ ስኒ እሱራት ምውፃእስ ዓብ ነገር እዩ እሱራት ክተውፅኦም እዩ ዝግባኣኩም እዚ ሰብ ኣይኮነን ኣታ እዚ ሰብ ኣይኮነን እዚ ሰብ ኣይኮነን እዚ ሰብ ኣይኮ እንታይ ጌርኩሞ እቶ ዋላ ሓደ በቃ ገንዘብ ንክሰርቕ ማለት ሕጂ ንድኻታት ከበስሮም ስለ ዝቐብኣኒ መንፈስ እግዚኣብሔር ኣብ ልዕለይ እዩ ንምሩኻት ክመልስ ንዕውራት ምርኣይ ንግፉዓት ከዓ ምውፅእ ሓራ ክሰብኽ ሕሪት ዓመት እግዚኣብሔር ክሰብኽ ለኣኸኒ እዮም ኣለኹ በርጠሜዎስ እዚኣ ጥቕሲ እዚኣ ስለ ዝሰምዓ እዚኣ ሕጂ ናይ እምነት ቃል እያ እግዚኣብሔር ይመስገን ምክንያቱ እቲ መጽሓፍ ነቢ ኢሳያስ ከዓ ሃብዎ ብለና ነቲ መጽሓፍ እንተቆልዖ ከዓ እዚ ዝተጻሕፎ ረኸበ ብለና እግዚኣብሔር ይመስገን ሕሪት ዓመት ቀባኣኒ ሽዑ እቲ መጽሓፍ ዓጺሙ ነቲ ኣገልጋሊ ሂቦ ተቐመጠ ኣብታ ቤት ጸሎት ዝነበሩ ኩሎም ድማ ዓይነቶም ናው ጸምታ ነበራ ሽዑ እዚ ጽሑፍ እዚ ሎሚ ኣብ እዛብኩም ተፈጸሙ ክብሎ ከሎ ንርኢ ኣብዚ ሕጂ በርጤሜዎስ እግዚኣብሔር ይመስገን ስቕ ብል ከወገንሖ ወዲ ዳዊት መሓረኒ እናበለ ኣዝዩ ጨርሐ። የሱስ ድማ ደው ኢሉ ጸውዖ በለ። ነቲ ዕዉር ከኣ ጸዊዑ ኣጆኻ ተንስእ፣ ይጽውዓካ ኣሎ በሉ። እዚ ተረዲእኩም ኣለኹም? እምነት ካብ ምስማዕ፣ ምስማዕ ድማ ካብ ቃል ክርስቶስ። ኣብቲ ላዕሊ ተርኢናዮ የሱስ እቲ ናዝራዊ ናዝራዊ ምዃኑ ምስ ሰምዐ፣ የሱስ እቲ ናዝራዊ እዚ ንምሩኻት ምፍታሕ፣ ንውጹእ እሱራት ምውጻእ ሓራ፣ ንግፉዓት እንዳ በለ ዝተጻሕፈ ማለት እዩ፣ ሰምዐ ብለና፣ ዓው ኢሉ ኸኣ ወዲ ዳዊት መሓረኒ በለ። ሕጂ እንታይ ኣሎ? ድሕሪ ምስማዕ እግዚኣብሔር ይመስገን ንዝራ ሓሳብ ኣሎ ማለት እዩ ተዛሪብካ ሽዑ እንታይ ፍታሕ መጽእ እግዚኣብሔር ይመስገን ብዙሓት ድማ ስብ ክብል ጎንሖ ግና ከታ ወዳይት መሓርና ኣዝዩ ጨደረ የስ ድማ ዓው ኢሉ ጸውዖ በለ ነቲ ዕውር ከዓ ጸዊዖም ኣጆኻ ተንስኢ ይጽውዓካ ኣሎ ተንስኡ ባርነሱ ኣውፅኡ ናብ የሱ መፀ የሱ ድማ እንታይ ክገብረልካ ትደሊ ኢሉ መለሰሉ እቲ ዕውር ከዓ ዕቡኒ ክሪ በሎ የሱ ከዓ ኪድ እምነትካ ሕውያትካ ብኡ ራእየ መገዱ ስለዚ እግዚኣብሔር ይመስገን እዚ እዚ ቃል እዚ ንህዝቢ ትግራይ እዩ እግዚኣብሔር ይመስገን ወይታ ባረኽ ሕጂ የዒንትኹም ዝርእየሉ እግዚኣብሔር ናብ ኣምላኽ እግዚኣብሔር ይመስገን ካብ ሰብ ወፂ ናብ ኣምላኽ እትርእሉ ኣብይ ኣሕመድ ግቡእ ፍዱእ ዝወስደሉ ሰዓብቱ ድማ ምስ እቶም ብውሽጢ ውሽጢ ኩሎም ዘፅበቡልኩም ዘጨነቕኹም ሰዓብቲ ምስልምና ምስኡ ተሓቢኦም ዝገበሩ ኩሉ ኩሎም ካልኦትን ሰብ ስልጣን ምብሎም እቶም ምስልምና ኣደም ፋራሕ ሙፍቲ ኣኻሚድ ሬድዋን ሑሴን ዲና ሙፍቲ ሳሞራ ዮኑስ ኬርያ ኢብራሂም ካልኦትን እዚ መሓመድ ተሰማ እሱሞ እሱ እሱ ክንደይ ጽኒት ኣብ ሕሞራ ማይካድራ ክንደይ ክንደይ ክንደይ ሲቪልያንስ እሱ ይበሓር ቀቀት ኢሉ ዘጥሕሎም ነበር ሬሳታቶም ኣብ በዓል ታሹ እዩ ተራእዩ ኣብዚ ታሕቲ ታሕቲ በዓል ኮንጎ እዩ ተራእዩ ሬሳታት ህዝቢ ትግራይ እዚኣቶም ኩሎም መሓመድ እዮም ደቂ መሓመድ እዮም ምክንያቱ እዚኣቶም ኣነ ነው እንድዒ ገለ እዮም ኤንወይ ሕጂ እግዚኣብሔር ይመስገን እግዚኣብሔር ግን ካብኦም ይሕይር ካብኦም ድማ ልዕል ይብል ስለዚ ብትብዓት ኩላትኩም ተዛረብቲ ትግርኛ ይኹን ተዛረብቲ ኣምሓርኛ ብትብዓት ወፂኹም ጸልዩ ጸልዩ ጸልዩ ንህዝቢ ትግራይ እግዚኣብሔር ይመስገን ንሱ ተወፂዑ ይጓሳቆል ኣሎ መቸም ንኩሉ ዓባይሶ እዩ ንኩሉ ከም ዝበኣስ ገይርዎ እዩ ከም ዝበኣስ ገይርዎ እዩ ንኩሉ እናቐይትዎ ንመን ከ ዘየናቐቱ ዒስራን ሸውዓተን ዓመት ቀርኒ ኣፍሪቃ ዓሪፉ ነይሩ ዓሪፉ ነይሩ ቀርኒ ኣፍሪቃ የዕሪፉ ነይሩ፣ ሶማሊኡ ኩሉ የዕሪፉ ነይሩ። እዚ ግን ሓሙሽተ ዓመት በቃ እንታይ ሞኒ ዕግርግር ብዕግርግር እዩ ገይሩ። ቀርኒ ኣፍሪቃ ዓሪፉ ነይሩ። ቀስ እንዳበለ ድማ እቲ ናይ ዶባት ናይ ኤርትራ ኢትዮጵያን ማእስ እንዳለ ምለስ ነይሩ እዩ። ወርጌ ቶታል በዓል ኬንያ ገለስ ቶታል እዩ ከምኡ ዝበሃል ኣይነበረን። ኖርማል እዩ ነይሩ፣ እቲ ህዝቢ ኖርማል ኮይኑ ነይሩ። እዚ መፂ ግን የህለልኩም ነታ ዕስራን ሓሙሽተን ዓመት ዝርግርግ ኣቢሉ ክንዲ ኣጽኒቱ ክንዲ ኣቢሉ ሕጂ ድማ ክንጽሊ ኣለና እዚ ሰብ ሕጂ ገንዘብ ጠፊሹ ስለ ዘሎ በቃ እንታይ እሞ ክብለኩም ኣነ ነው እዚ ዘይትስምስም ገለ ሸይጥዎ እዩ እዚ ናው ስለምንታይ እዩ ረፈረንደም ናይ እንዳማቱ ረፈረንደም ይኹን ይብላሉ ናይ ዓሰብ ድማ ረፈረንደም ይብላሉ ህዝቢ ሓደ እዩ ቀቢል ሓደ እዩ እቲ ስልጣን ብከምዚ ዶ ብከምዚ ዶ ብከምዚ ዶ ኢሉ ሕጂ ቁንቁኝ ኣምጺኡ ኣሎ ንሳቶም ስድሓነ ይኺዱ ዋላ ኣይ ዶንት ኖው እንዴ ግን ኖኖ ባሕሪ ክረኽቡ ይብሎም ክረኽቡ የብሎም ምክንያቱ ባሕሪ ማለት ንዕኦም ተረዲኦም ሰብ ምጽናት ሰብ ምጥፋእ እዩ ካሊእ ዋላ ሓደ ይብሎም ባሕሪ ማለት ንዕኦም ስኒ በቃ በዚኣ ገይራ ባኒ ትሓልፍንያ በዚኣ እንተኣሽም ትሓልፍንያ ከምኡ እዩ ብሓፂሩስ እዚኦምስ በቃ ባሕሪ ዝበሃል ክረኽቡ የብሎም ትግራይ ትግራይ ምስ ኤርትራ ተሰማሚዓ ክተእቱ ትኽእል እያ ከምዚ ቅድሚ ሕጂ ዝገብርዎ ነው ምክንያቱ ካብ ዓሰብ ካብ ጅቡቲ ካብ ገለ ንሱ ቀርቦ ናይ ሚልዮናት ዶላራት ምልውዋጥ ይገብሩ ነይሮም እዮም ምስ ትግራይ ሕጂ እውን ከምኡ ክሰማምዑ ውዕል ክገብሩ ይኽእሉ እዮም ፀገም የለን ሕጂ ኣይትፍ ስርሑ ወይ ተብልዎ ጠፊሹ እዩ ሰብዚ ሕጂ ዓሰብ ከመይ ገይረ ሒዘ ቢልዮናት ዶላራት የእቱ እዩ ዝብል ዘሎ በዓል ኢድሪስ ሸደኾም እዮም ዝሓስቡ ዘሎ ካሊእ ዋላ ሓደ ይኹን ዝሓ ስለዚ እግዚኣብሔር ይመስገን ክንፅሊ ኣለና ነዚ ክንፅልየሉ ኣለና ክንተግሃሉ ኣለና ክለዓል ኣለዎ ሰብዚ ክለዓል ኣለዎ እቲ ልክዕ ከም ዝበልኩም ድማ ትግራይ ትበሃል ኣብቲ ኣብ ዝኾነ ቦታ ኣብ ቤተክርስትያናት ማለት እዩ ከይትለዓል ኣደኖ እቲ ከም በዓል ኣወልሲ ዝመሰለ ሕጂ እውን ክደግሞ እየ ከም በዓል ኣወልሲ ዝመሰሉ ካልኦትን ብሕቡእ መሊኦም ምስልምና ንትግራይ እዮም ዝፀልዋ ትግራይ ድሕር ተሰሚዑ እኮ ኩሉ እኳ ዝሓምም ብምሉእ እኳ ዝሓምም ሕሉፍ ሓሊፎ እቲ ሓዊ ዋላ እኳ ከም ዝፀልኦ ገይሩ ዋይ ድሕር ኢልኩምኒ በቃ ኹም በቃ እሱ እዮም በቃ እቲ ምስ ኣሕዋቶም ክራኸቡ እንተኾይኖም ዶብ ኣልቦ ክኸውን ክኽእል ኣሎ ይኹም ኣሎ ከምቲ ዝበልኩም መንፈስ ቅዱስ መንፈስ ቅዱስ ማለት እዩ ንሕና ሓውና ኣብ ተሃሉ ተሃሉ ብመንፈስ ቅዱስ ክንራኸብ ንኽእል ኢና መንፈስ ሓደ እዩ እዚኣቶም እውን ክራኸቡ ይክእሉ ባሕሪ ክብልሎም ገለ ከብልሎም ምክንያቱ መንፈስ ቅዱስ ኣይኣምኑን እዮም ስለዚ ክንፅሊ ክንክእል ኣለና እግዚኣብሔር ይመስገን ምክንያቱ ብዘይፍላጥ ሓንቲ ህይወት ክትጠፍእ ኣይፈቱን እዩ ቅድሚ ሕጂ ጠፊኡ ብዙሕ ጠፊኡ ፋኖ ዝበሃሉ ራሲኑ እንታይ እሞ ኣነ ብጣዕሚ እዩ ዝገርም ንኤርትራ ራሲንዋ ገለመለ ብዙሕ ይፅሚቱ ሕጂ ኣብ ሕጊ ክቐርብ ክኽእል ኣሎ እዚ ሰብ እዚ ሕጂ ኣብ ሕጊ ድሕር ተታሒዙ ኣብ ሕጊ ቀሪቡ ኢትዮጵያ ፒር ዴሞክራሲ ክመፅእ ምርግጋእ ክመጽእ እዩ እዞም ሕጂ ዘለዉ ተታሒዞም ዋላ ይህደሙ ካብቲ ዝሃደሙ ሒዞም ናብ ሕጊ ድሕር ኣቕሪቦሞ ኢትዮጵያ ብድሕሪ ዝመጽእ በዓል ስልጣን ክፈርሕ እዩ ክፈርሕ እዩ ሓንቲ ክኣይ ክገብር ሕጂ ድማ ዓብዪ ኣሕመድ ሓልን ሰዓብቱን ብምሉኦም ዋላ እንተሃደሙ ዋላ እንተበሉ ሒዝካ ናብ ፍርዲ ምቕራብ ሽዑ ኩሉ ዝመጽእ ናብ ስልጣን ዝድይብ ክፈርሕ እዩ ክፈርሕ እዩ ክጥንቀቕ እዩ ክጥንቀቕ እዩ ተረዲእኹም ኣሎ ሰብ ቀቲልካ ኣቢሉ ድሕር ከይዱ ግን እቲ ዝመፅእ ድማ ድሓነይ ቀቲለ ቀቲለ ከይደ ኢሉ ከብል ስለዚ እዚ ሰብ እዚ ክተሓዝ ክኽእል ኣሎ ተታሒዙ ኣብ ሕጊ ክቐርብ ክኽእል ኣሎ ኣብ ሕጊ ቀሪቡ ድማ ስለምንታይ ጆኖሳይድ ፈፂሙ ስለምንታይ ንብረት እንዳማቱ ወሪሩ ስለምንታይ ዶብ ኣፍሪሱ ስለምንታይ መሬት ዳማቱ ሂቡ እዚታት ክንገር ክኽእል ኣለዎ ስለምንታይ ብዘይ እንታይ ሽሙ ኣየራት ኩሉ እንታይ ሽሙ ገይሩ ሕውስውስ ኣቢሉ እዚ ሕጂ ዘብሉ ማለት ሽዑ ልክዕ እኳ እቲ እንታይ ሽሙ እንተዘይኮነ ግን እቲ ድሓን እቲ ሰብ ሃዲኡ የምልኽ ሃዲኡ የምልኽ እቲ ክርስትያን ማለት ንዑ እዩ በቃ ሃዲእና ክነምልኽ ስኒ እዚኣ እያ በቃ ክትኮን ዘሎ ካልእ ዋላ ሓደ እንታይ ሽሙ የለ ትማን ርኢኹሞ ኢኹም ኢድ ገለመለ ኢሉ ኣስላምን ክርስትያን ሓደ እዮም ክብሉ ጀሚሩ በቃ ብጣዕሚ ኤንወ ሕጂ እግዚኣብሔር መስገን ወይታ ባረኽ ንበርጠሜዎስ ዝሰምዐ ኣምላኽ ንህዝቢ ትግራይ እውን ኣውያቱ ሰሚዑ ኣሎ እግዚኣብሔር መስገን ሕጂ ግን ንዚ ሰብ እዚ ድሕር ተማሳሲልኩም ቲዲኤፍ ኩኑ ሕወሓት ኩኑ ኣኺልኩም ጠፊእኹም ኢኹም ብኡ ጌርኩም ክትጠፍኡ ኢኹም ሕጂ ሕጂ ፕሪቶርያ ኣይትበሉ ምሪቶርያ ኣይትበሉ ፕሪቶርያ ዝበሃል የለ ገለ የለ እዚ ሰብ እዚ ኣብ ሕጊ ክቐርብ ኣሎ ኢልኩም በቃ ኩላትኩም ኣብ መላእ ዓለም ዘሎ ይውፃእ ዋላ እቶም ኤርትራውያን ተሓዊሶም ምስ ዋላ እቶም ፋኖ ተሓዊስኩም ውፁ እዚ ሰብ እዚ ናብ ሕጊ ክቐርብ ኣሎ ኢልኩም ሆ በሉ ኩላትኩም ተወዲያ ምክንያቱ ጆኖሳይድ ፈፂሙ ብምትላል ብምሕሳው ውድብ ሕቡራት ንኹሎም እዩ ሓስዩ ንሃገራት ኣፍሪቃ ሓስይዎ ሰበ ስልጣናት ቀቲሉ እዩ ሰበ ስልጣን ኣይቅተልን በዓል ስልጣን ኣይቅተልን ኣይቅተልን ኣርባዕተ ዓመት ዲኻ ገለ ዓመት ኣሲርካ ዲኻ እትፍንዎ እዚኣ ኢና ንፈልጥ እዚ ሰብ እዚ ግን ሰበ ስልጣን ቀቲሉ እቶም ክፍርሙ ዝኽእሉ ካዝና መንግስቲ ኩሉ ተኣሽሙ ዝነበሮም ቀታቲሉ ነቲ ካዝና ንክወስድ ነቲ ካዝና ንክብርብር ማእለያ ዘይብሉ ገንዘብ ማእለያ ዘይብሉ ትካላት ማእለያ ዘይብሉ መካይድ ሕጂ ትማሊ ብጨ ብረታ ሸየጥ ነይሩ ኢሎም ወቅዕቶም ስካብ ሕጂ በቃ ኣነ ከምዚ ምዃንኩም ኣነ እንድዒ ኣነ ብጣዕሚ ክሳብ ክንድዚ የዒንትኹም ሸፊኑኩም ብጣዕሚ ገሪሙኒ ኤንወይ ከምኡ እዩ ሸይጣን ከምዚ ገይሩ ይሽፍነኩም ሕጂ ግን የዒንትኹም ቀልዒልኩም ኣሎ ሕጂ ትሽግረኩም የለን ኣጆኹም ኣምላኽ ምሳኹም እዩ ብባፃ ክተእትዉ ትኽእሉ ኢኹም መግቢ ብሱዳን ክተእትዉ ትኽእሉ ኢኹም መግቢ ፀገም የለን ሕጂ ዋላ ሓደ ኣይትፅገሙ ኢኹም ገንዘብኩም ገይሩ ተረዲኹም ኣለኹም ዶላር ድዩ ብምንታይ እግዚኣብሔር ይመስገን ሕጂ እዚኣ ክብለኩም ፈቱ ጎይታ ባርኽ እቲ ናይ ብሓቂ ሰላም ድሒሩ እዩ ዝመጽእ ዝበልኩም ነዚ ሕጂ ድሓን ዝኾነ ህዝቢ ኣምላኽ ሃዲኡ ዘምልኸሉ ሃዲኡ ድማ ዝጽልየሉ ግዜ ሕጂ መጺኡ ነዚ ተጊኹም ጸልይሉ ኣብሉሉ ብዙሓት ደሲብ ኮይኖም እዮም እዞም ብርጌድ ንሓመዱ ከይተረፈ እዮም ደሲብ ኮይኑ ንመን ሞ ዘየስሓተ ንመን ሞ ንኹሉ ይሓስዎ ሕጂ ኮም እዩ በቃ እታ ስርሑ እንታይ እዩ በቃ እታ ሓደ ድሕር ሂሮ ኮይኑ ኣምፃ ቢልካ ገንዘብ ክወት ትምሉ ሓደ ሂሮ ኣምፃ ቢልካ ኣፍት ዓፍ እዚኣ እዩ ሕጂ ግን የብሉ ሰሊ ካበይ ምክምፅ ዓለም ትቋፃፀር እያ ሕጂ ኣሜሪካ ክትቋፃፀር እያ ናብኡ ዝኣቱ ገንዘብ ዝወፅን ዝኣቱ ካብ ሃገራት ምስልምና ዝኣቱ ክቋፃፀርዎ እያ ንምንታይ ኣበ እንታይ ኣትዩ ኣብይ ኣቢሉ ሕጂ ሕጂ ንሱ ሕልሙ እንታይ እዩ እዚ መን ሽሙ ናይ ፈረንሳ ስለምንታይ ኣትዩ ንዑ እዩ ናይ ፈረንሳ ስለምንታይ ኣትዩ ኮን ንሱ እዩ ሚልዮናት ዶላራት ናይ ወደብ ዝኽፈል ኣለዋ ኢትዮጵያ ናይ ጅቡቲ ወልጥዮም ፈረንሳ ትቋጻጸሮ ሕጂ ንሱ በቃ እንታይ ዝሓልም ዘሎ በቃ ሓደ ቢልዮን ድሕሪ ከፍል ነይረ ኣብ ወደ ጅቡቲ ስኒ ኣብ እንታይ ዝበሃል ዓሰብ ተሒዙስ ሓደ ቢልዮን ስኒ ዕዳይ ክኸፍል ይኾም ይበቃ ሰይጣን ኮም እዩ ዝሓል ሕረጅ የውሎ እዚ የለ ዝሓል ምክንያቱ ጫት ኮም እዩ ዝሓልመት በጊኹም ጸሊሉ ኣብ ሙሉሉ ማለት እዩ እግዚኣብሔር ይመስገን ዓሳ ካብ ባሕሪ ፈርፈር ኢሉ ሕጂ ፈርፈር እዩ ዝብል ዘሎ ካሊኡ ሓደ ሓደ ይብል ስለዚ ኣምላኽ ሰሚዑ በርጠሚዮስ ሰሚዕዎ እግዚኣብሔር ይመስገን በርጠሜዎስ ኣሚኑ ኢሉ እግዚኣብሔር ድማ ጸውዒ እንታይ ገይሩ እንታይ ኣዒንቱ ከፊትሉ እግዚኣብሔር ይመስገን ረዲእዎ ስለዚ ጎይታ ባረኽ እዚኣ ሼር ግበርዋ ማርቆስ ዓሰርተ ካብ ኣርባዓን ሽዱሽተን ማለት እዩ ዘሎ ማለት እዩ እግዚኣብሔር ይመስገን ኣቦ ስለ ሰዓት የመስግነካ እንሆ ኩሉ ትኽእል ኣምላኽ እግዚኣብሔር ኣቦ እንተስ ብሒል እንተስ ብዙሕ ምድሓን ዘይሰኣነካ ኣምላኽ እንሆ እግዚኣብሔር ኣቦ እቲ ሕያወይቲ ኢድካ ኣብ ልዕሊ ህዝቢ ትግራይ ክትስእ እግዚኣብሔር ኣቦ ንረድኤቶም ክትስእ እግዚኣብሔር ንምድሓኖም ክትስእ ንምፅንዖም ክትስእ ንሕነ ምፍዳይ ፀላእቶም ክትስእ ኣቦ ኢየሱስ ክርስቶስ ሽሙ ድኻ ፅልዎ እግዚኣብሔር ኣቦ ንጥቕቑዕ እግዚኣብሔር ፍትሒ ተወፅእ ኣምላኽ ኢኻ እግዚኣብሔር ኣቦ ተጨነቐ ተጻንኣ ንኣምላኻ ዝጠመየት ዓንግል ዝተወስደ ትመልስ ተዳሒነ ውን ኣነ እዩ ዝበልካ ኣምላኽ ከም ቃልካ ኮይኑ እታ ክትርከበሉ እዚ ህዝቢ እዚ ብየሱስ ክርስቶስ ሽም እጽሊ ኣለኹ ክብሪ ኩሉ ንዓኻ ይኹን ብየሱስ ክርስቶስ ሽም እተፍቅሮ ወድኻ ኣሜን ተባረኽ ክብሪ ኩሉ ንዓኻ ይኹን ካባኻ ዝኾነ ኩሉ ሰብዓ ሰማንያ ቴስዓ ይፍረ ካባኻ ዘይኮነ ግን በየሱስ ክርስቶስ ሽም ኣይብቀል ከምኡ ንዓይ እግዚኣብሔር ኣቦይ ምሕረትካ ጸጋኻ ሓልዮትካ ኣይፈለየኒ ኩሉ ዝኣተዎ ዝወጾ ዝሰርሓ ደው ወድኻ እግዚኣብሔር ካብ ኩሉ ክፍኣት ናይዚ ዓለም እዚኣ ተንኮል ኩሉ ውዲታ ሰውረኒ ብየሱስ ክርስቶስ ሽሙ ተባረኽ ተባረኹ ሼር ግበሩ ኢኹም ሼር ግበሩ ኢኹም ወይ ተባረኹ ብሩኻት